መርሓባ ስላም ትሰምዑኒ ኣለኹም ሓደ ሓደ እስኪ ግበሩ ኦኬ መርሓባ የሕዋተይ ክመይ ኣለኹም ያብ ፐርፌክት የቀንየለይ ዮርዳ የቀንየለይ ያ መርሓባ ክስታይ እንታይ ክብለኩም ደልየ ቀንዲ ትማሊ ናይዚኦም AFD ብዙሕ ሕቶ እንድዩ መጺኒ ኔሩ ቅድሚ ሕጂ እቲኦም ትማሊ ዘይነበርኩም ወይ እቲ ቸነል ናተይ ዘይትፈልጥዎ እከማን ገና ኣለኹም እንዶኒ ኣብዚ ቲክቶክ ጥራይ ትፈልጡኒ ወይ ጭራሽ ዘይትፈልጡኒ ናይ እዚኦም AFD ሓንቲ ቪድዮ ሰሪሐ ኣለኹ ትማሊ ማለት እዩ እቲ ኣገደስቲ ነጥቢ ዝብሎ ቀንዲ ግን እንታይ እዩ ማለተይ ስኒ እቲ ሕጊ ከመይ እዩ ዘሎ ኣብዚ እዋን እዚ ሕጊ ከዓ ኣይተቐይሩ ማለት ኣይኮን እቲ ሜድያ ጥራይ እዩ ብዙሕ ዘምፅእ ዘሎ ነቲ ኣብ ነቲኦም ሕጂ ዘለዉ ኣብ ፖለቲካ ንዕኦም ከውርድዎም ደልዮም ኣለዉ ወይ ክብርትዕዎም ደልዮም ኣለዉ ማለተስኒ ዝያዳ ሓይሊ ክህልዎም ደልዮም ኣለዉ እዚኦም AFD እቲኣ ቪድዮ ንውሕ ዝበለት እያ ግን ከምኡ እዩ ኣብዚ ላይፍ እንድሕር ኣቲኻ መጀመርያ ናይ ኤውሮጳ ብጠቕላላ ኣረዲኤ ኣለኹ ድሕሪኡ ከኣ ብርክ ኣብ ኦሮጳ ምብሙሉ እዩ ከምኡ ዘሎ ሕጂ ስለምንታይ ከምኡ ገሌለ ከማን ኣረዲኤ ኣለኹ ድሕሪኡ ከኣ ናይ ጀርመን ኣብዚ እዋን እዚ እቲ ሕጊ ከመይ እዩ ዘሎ ከፍርሓና ከኣ ከም ዘይብሉ and ያ በብዓይነቱ ከኣ ክስታይ እቲኦም ናይ ጀርመን ፓስፖርት ዘለዎም እቲኦም ኡንብፍክስትት ዘለዎም ብፍክስትት ዘለዎም ዱልዱም ዘለዎም እቲ ፍልልዩ እንታይ እዩ በጃኹም ሕጂሳ ሼር በልዋ ናብ ኩሉ ከም ትበጽሕ ካብ ኩሉ ከኣ እንታይ እየ ደልየ እም እቲ ሕቶታትኩም ዘለኩም ንዓኹም ኣብኡ ክትጽሕፉለይ ሕቶ እንድሕር ኣለኩም እወ እወ እወ ኣብዚ እንታይ ይብል ኣሎ ክላሲክ እያ ቀልጢፎም ናይ ጀርመን ፓስፖርት የውጽኡ ንዖኦም ድዩ ንደቆም ንደቆም ከማን እወ እያ ሓቅኻ ጽቡቕ ኣለኻ ኣነ ከማን ከምኡ እየ ዘማኽረኩም ብርከ እቲ ሕጊ ጽቡቕ እዩ ዘሎ ግን እያ ይፈልጥ እየ ከኣ ጸገም ከም ዘለኩም እሱ ከኣ እንታይ ክብለኩም ይደሊ ካብ ዓዲ ናብ ዓዲ ፍልልይ ኣሎ እንድሕር ኪኢልኩም ከማን እቲ ናትኩም ናይ ዓድኹም ዘሎ ተመክሮ ኣብቲ ከተማ ዘለኹም እንተ ትጽሕፉ ከኣ ጽቡቅ ኔሩ ፐርከ እንታይ ድዩ ካብ ዓዲ ናብ ዓዲ ከማን ዓቢ ፍልልይ ኣሎ ኣሰ ካብ ዓዲ ናብ ዓዲ ከኣ ብዙሕ ፍልልይ ኣሎ የሕዋተይ ተረዲኹምኒ ፐርከ ካብ ኣብ ገሊኡ ከባቢ ጀርመን ሕጂ ብቐሊሉ ኩሉ የሳልጡልካ ኣብ ገሊኡ ከኣ ጠቕ የብሉኻ ዳርጋ ማለትስ ክህቡኻ ኣይደልዩን እዮም ተረዲእኹምኒ ስለዚ ኣብ ከምኡ ከኣ ሕተቱ ነንሕድሕድኩም ኣየናይ ዓዲ እዩ ዝሓይሽ ኣብዚ እዋን እዚስኒ ያ ከምዚ ከዓ ብዙሕ ሕቶ እዩ ዝመፃኒ ሲንግል እሞ ብዙሕ ክደ ስኻ ቀዳማይ ኣይኮንካን ኣሃ ፍላይ ኣክሶ ኣብዚ እንታይ የማኽረኩም ኣሎ ክላሲክ እቲኦም እቲኦም ኣቦን ኣደን ስኒ ብሰንኪ ደቆም ኣብዚ ክተርፉ ይኽእሉ እዮም ናይ ጀርመን ፓስፖርት ደቆም እንድሕር ሒዞም እዚኣ ምኽሪ ከዓ ተማልእዋ እዚ ከዓ ሕሰብሉ ፈትኑ በቃ ማለት ኮፍ ኣይትበሉ ያ ኦኬ ይፈልጥ እየ ትፅዕሩ እንዲኹም ኩላትኩም ግን ሕጂ ከዓ ኣገዳሲ እዩ በቃ ኣገዳሲ እዩ እቲ ዘምፅኡ ኣምፅዎ ትብልዎ ዝብልኹም ወይ ክተምፅዎ ፈትኑ ወይ ብጠበቃ ፈትሽዎ ናይ ብሓቂ ናይ ግድ እንድዩ und በጃኹም ከምኡ ሕተት ኢኹም ኦኬ እስከ እንታይ ሎሚ ከንብቦ እየ እቲ ናትኩም እንዲ ግቡትን ቫስ እንዲ ግቡ ኣህ ኣብዚ ዝተወለዱ ኣብዚ ዝተወለዱ ስኒ ቆሎውዕ ቀልጢፎም ናይ ጀርመን ወረቀት ይሓዙ ኢላ ተማኽረኩም ኣላ ክላሲክ ያ ክላሲክ የቀንየልና ቅድሚ ኩሉ ክላሲክ እንድሕር ኣፍልጦ ዝያዳ ኣለካ ኣብቲ ክስታይ ጸሓፍለይ እሞ ሓደ ግዜ ከማን ላይፍ ክንኣቱ ንኽእል ኢና። ኣነ ከምኡ እዚ ኣውስለንዳገሽት ኣይተማሃርኩን ኣነ ብምንባብ እየ ኩሉ ከማን ዝፈልጦ ንዓኹም ክነግረኩም ዝደሊ ሕጂ ክስታይ እዚኦም ያ ክስታይ ግበሩ እቲኦም ያ ሰበይቲ ኣድልያት ብኻኹ ኣይንፍኻ ገለ ትብሉ ነብዚ ቀፃሊ ከዓ ሓቂ ሓይሽ ኣይ ዶንት ኖ ከምዚ ክስታይ ኣሎ ምሽ ኣብዚ ቲክቶክ ከምኡ ዘምፁ ኣለዉ ናብ ከምኡ ኺዱ ኢኹም ኣነ ከምኡ ክጅምር ክበዝሓኒ እዩ ኣይክእሎን ከኣ ክኸውን እምበር ብኣሞይ ከማን ሓደ ርእየዮ ብጣዕሚ ጽቡቅ እዩ ዝገብሮ ሓደ መንእሰይ ካልኦት ከኣ ኣለዉ በዓል ጓል መምህር ካልኦት ከኣ ኣለዉ ሽሞም ሕጂ ረሲዐዮም በቃ ደሓን ኣብ ዝኾነ ፈትኑ ፈትኑ ያ ሰላም ሓወይ ኤልጂ ኤልጂ ንስኻ ከማን ነዊሕ ኢኻ ጌርካ ምሳይ ናይ ሕጂ ቀንዲ ንዓይ እንታይዮ ኣገዳሲ ኦርጋናይዝ ክንገብር ኣለና ኦርጋናይዝ ማለት ከኣ እንታይ ነንሕድና ክንማኽር ኣለና እዚኦም ኣኤፍቴ ከይበርትዑ ከለዉ እንታይ እንተገበርካ ይሓይሽ እቲ ክትሽገሩ የብልኩምን ክትርበሹ የብልኩምን ኣነ ሕጂ ብዚ ቀረባ ግዜ ዝሓለፈ ሶኒ ቆጸራ ዓቢ ክስታይ ነይርዎም ብሽፕሬሽን ነይሮም እንታይ ዝበሃል ኣኼባ ነይርዎም ግፍልትኸፍን ዝበሃል ኣቶ ዓቢ ኣኼባ ነይርዎም ማለት ስለዚኦም ኣኤፍቲ ኣፍርሖሞም ዘለዉ ሕጂ እንታይ እዮም ጌሮም ዘለዉ ገሊኡ ሕግታት ቀይ ክንቅይሮ ኣለና ማይስ ቀልጢፍና ስኒ ስጉምቲ ክወስዱ ደልዮም ኣለዉ ኣብ ገሊኡ ቀንዲ ብመን እዮም ዝጅምሩ ዘለዉ በዚኦም ኣልባንያ ብርካ ዓዲ ኣለዎም መሰል የብሎምን ኣብዚ ኮፍ ክብሉ ኢዩ ኣይኮኑን ካብ ወጻኢ ኤውሮጳ እዮም ብከምኡ እዮም እዮም ጀሚሮም ዘለዉ ደሓር ግን ምናልባት ከኣ ኣይ ዶንት ኖው ኣባኹም ሕጂ ኣይመስለንን ንኤርትራውያን ክጥርዙ ዝኽእሉ ግን ምቅርራብ ጽቡቅ እዩ ብሓጺሩ ድማ ወረቀትካ ምሓዝ ከኣ ከም ወረቀትካ ምሓዝ ከኣ ዘምስሎ የለን and ይፈልጥ እየ ኣብ ገሊኡ ከባቢ ጀርመን ደስ ኣይብለካን እዩ ኣብኡ ክትነብር ከማን ኣንኳይ እስኻትኩምሰ ኣብዛ ዓቢና ኮለና ከማን ገሊኡ ከባቢ ጀርመን ክነብር ኣነ ኣይምኻኣልኩን ብርከ ብጣዕሚ ይፈላለ እዩ ከማን ገፊሕ ዓዲ ስለ ዝኾነ እቲ ባህሪ ናይቲ ሰብ ገለ እእ እዋእ ጀርመን ፓሰር ኣለኪ ዶ ይብለኒ ኣሎ ብዝሓደ እዋእ እንታይ።